ወለደይ መነመን ምዃኖም ኣነ ኣይፈልጦምኒ ኣብቲ ብዙሓት ቆልዑት ብዙሓት ምዕባይና ዝቕመጥሉ ዝነበሩ ፓላሶታት ላዕልን ታሕትን ዓራት ጥራየ ዝዝክር ኣብኡ መን ኣምጺኒ ብኸመይከ ናብኡ ምስኦም ኮይነ ክነብር ክኢለ ኣነ ዝርድኣኒ ነገር የለን ነተን መምሃራን ነተን ደናግል ዋላ እኳ እንተሓተትክወን፣ ኣቦኻን ኣዴኻን ገይሾም እዮም ዘለዉ ኢለን እየን ዝነግራኒ ዝነበራ ኣዝዮም ርሑቕ ከም ዝገሹ ክምለሱ ከኣ ኣዝዩ ነዊሕ ግዜ ከም ዘድልዮም ገይረን እየን ኩሉ ሳዕ ዘረድኣኒ ዝነበራ ምስቶም የዕሩኽተይ ክጻወት ምስተን መሓዙተይ ከኣ ከዕልል ብጣዕሚ ጥዑም ዝኾነ ግዜ ነይርና። ናይ ንእስነት ግዜ ከምዘይጽገብ ሕጂ ተረዲእኒ ኣብ ደቀይ ክርእዮም ከለኹ ምስኦም ኮይነየ ንእስነተይ ድዝክሮ ንሳቶም ግዜኦም ኮይኑ ክጻወቱን ኣዝዮም ክሕጎሱ ከለዉ ኣነ ከኣ ትዝታይ እንዳ ማዕበልኩ ምስኣቶም ይዘናጋዕ እየ ናብዚ ቻነል መጽየ ብዛዕባ ክዛረቦ ዝደለኩ ቀንዲ ሓሳበይ ሰብ ሎምን ሰብ እቲ ኣነ ዝነበርኩዎ ሽዑ ሰዓትን ኣዝዩ ፍልልይ ከም ዘለዎ እየ ተረዲኤ ብዛዕባ እዚ ድማ እየ ኣብ ሂወተይ ዘጋጠመኒ ከዘንትወልኩም ዝተረከብኩ ወዲ ሓሙሽተ ዓመት ህጻን ከለኩ እየ ናብዚ ናይ ኦርፋን ቦታ ከም ዝኣተኩ። እተን ደናግል ዘዘንተዋለይ፣ ኣብ ሓደ ዅርናዕ ናይ ሓደ ቤተ ክርስትያን፣ ኣብኡ ኣብ ዘንቢል ኣትየ ክበኪ ምስ ረኸባኒ'የን ናብዚ ናይ ኦርፋን ቦታ ሒዘናኒ ዝመጻ። ኣብኡ ኣብቲ ቦታ ኸኣ ምስ ብዙሓት ሰባት፣ ምስ እተፈላለዩ ቋንቋታቶም እየ ዓብየ። ህይወት ናይ ንእስነተይ ክንድቲ'ኳ ሰሓቢ እንተ ዘይኰነ፣ ኣብ ማሕበራዊ ህይወት ዘለኒ፣ ኣረዳድኣ ግን ኣዝዩ ልዕል ድበለ እዩ ኣበይ እሞ ደቀይ ከምኡ ተዝኾንለይ ጽቡቅ ነይሩ ወለድኻ የዕብብኻን ካልኦት ሰባት ከዕብዩኻን በበይኑ ዝኾነ ጣዕምን ዕረፍትን እዩ ዘለዎ እዚ ጣዕሚ ናይ ወለዲ ከመይ ምዃኑ ወለዲ ኣብ ደቆም እንታይ ዓይነት ተራ ኣለዎም? ወለዲ እንተለዉኸ ደቆም ከመይ ዓይነት ሰባት እዮም ዝኾኑ? ኣብ ካልኣይ ደረጃ ትምህርተይ ዝተላለኹዎ ዓርከይ ብኡ ገይረ እየ ፈሊጠ። ንሱ ኣብቲ ቤት ትምህርቲ ኣዝዩ ንፉዕን ግዱስን ዋላ ሓንቲ ዘይጎድሎ ኣዝዩ ጽሩይን ጽፉፍን ሰብ እዩ ነይሩ። ኣምላኽ ተላለዩ ኢሉና ከኣ ተላሊና ጽቡቕ ዕርክነት ኢና መስሪትና። ካብ ኣብቲ እንዳ ኦርፋን እንዳ ከድኩ ክውዕልን ከማስን ምሳይ ናዓነይ እንዳ በለ እዩ ንገዛ ሒዝኒ ዝከይድ ዝነበረ ኣብ ገዝኡ ብዙሓት የሕዋት እዮም ዘለውዎ ኣቡኡን ኣዲኡን ብጣዓሚ እዮም ጽቡቃት ኣነ ትርጉም ናይ ወላዲ ሲኢነ ድየ ኮይነ ኩሉ ይሓዲሽኒ እዚ ሕጂ ዘለክዎ ሂወት ኣቦን ኣደን ሲኢነ ከይብል ከኣ እዞም ስድራቤት ዓቢ ተራ እዮም ኣብ ሂወተይ ተጻዊቶም ምስዛ ዓርከይ ምካደይ ኣይጎደኣንን ጠቒምኒ ደኣበር ከምዚ እንዳበልኩ እቲ ናይ ካልኣይ ደረጃ ትምህርተይ ወዲኤ ንሳዋ ከይወረድኩ ብኡብኡየ ናብ ስደት ዝወጻእኩ ምስቶም ምሳይ ድተበገሱ የዕሩኽተይ ከኣ ብሱዳን ጌረ ንኬንያ እየ ዝኣተኹ ኣብ ሱዳን ሓንቲ መዓልቲ እኳ ኣይጸናሕኩን ልክዕ ከም መሰጋገሪ እየ ተጠቂመላ ኣብ ኬንያ ከኣ ውልቃዊ ስራሕ ጀሚረ ናተይ ዝብሎ ትካል ንኽገብር ኩሉ ሳዔ ዝህቅንን ዝሕልንን ዝነበርኩ። ብኸምኡ ከኣ ናተይ ብውልቃዊ ኣብ ገዛይ ኮይነ እንዳሰራሕኩ በቲ ከኣ ተቖጺረ ክሰርሕ ጀመርኩ። ሚዛናዊ ህይወት መታን ክመርሕ ብደገ ውን ክሰርሕ ኣለኒ ብምባል'የ እዚ ናይ ደገ ተቖጺርካ ምስራሕ ዝጀመርክዎ። እቲ ስራሕ ከኣ ጽሬቲ ነይሩ። ኣብቲ ስራሕ'ቲ ከኣ ንልዕሊ ሓሙሽተ ዓመት ጸናሕኩ። ኣብዚ ውሽጢ ሓሙሽተ ዓመት ሓደ ነገር ኣብ ህይወተይ ክፍጠር እዩ ክኢሉ። ኣብዚ ንደገ እንዳወጻእኩ ድሰርሓሉ ዝነበርኩ እዋን ሓንቲ ጓል መጺኣ ሰላም ደሓን ዶ በለትኒ። ኣብ ኣጋ መውጸኢ ስለ ዝነበረ ደሓን ዲኺ ኣምላኽ ይመስገን ተራ ትግርኛ ትኽእሊ ዲኺ በልክዋ። እወ ይኽእል እየ ኣብዚ ንውሕ ዝበለ ዓመታት እየ ተቐሚጠ ግን ቅድሚ ሌላና እኮ ናብ ዕላል ኣቲና። መን ክብል ሽም በለትኒ። ሽምና ተለዋዊጥና ከኣ ናብቲ ጠጠው ዘበልናዮ ዕላል ኣተና። ኩሉ ሳዔ ኣብ ስራሕ ዝርእየካ ጽቡቕ ስራሕ ይመስለኒ። ግን ምሉእ መዓልቲ ኮንካን ትሰርሕ? በለትኒ። እዋእ እንታይ ድቦላ ደኣ ወሪድኒ! ኢለ ብውሽጠይ። እወ ጽቡቕ ኣለኺ፣ ፍርቂ መዓልቲ እየ ድሰርሕ። እሞ እንታይ ስለ ዝኣኽለካ ድዩ? ናብራ ኬንያ እኮ ከምዛ ንፈልጣ ኢና። ብፍላይ ሓዋላ እንድሕር ዘይብልካ ሓጋዚ እንድሕር ዘይብልካ እዋእ ብጣዕሚ ከቢድ እዩ ብኸመይ ትኽእሎ ኣለኻ እዚ ህይወት ደኣ በለትኒ እወ ንሱ ቀስ ኢልና ኢና ክነዕልለሉ ሕጂ ህሩግ ኢልካ ድሕተተሉን ድምለሰሉን ግዜ ስለ ዘየለና ሶሪ ሕጂ ክገድፈኪ ዶ ኢለ ገዲፈያ ከድኩ ምስ ኣዋልድ ብዙሕ ቀሪበ ኣይፈልጥን እየ በቲ በቲ ኣብቲ ናይ ኦርፋን ክንዓቢ ከለና ኣወዳት ደኣ እምበር ብሓንሳብ ተጸናቢርካ ምንባር ኣይኮነን ኔሩ ኩሉ ብስርዓት እዩ ዝኸይድ ናይ ኣወዳት መደቀሲ በይኑ ናይ ኣዋልድ መደቀሲ በይኑ ብኸምኡ ኣነ ምስ ኣወዳት እዩ ዝበዝሐ ዝምድናይ ዝገብር ኣብዚ ግዜ እዚ ጓል ከምኡ ኢላ ንዓይ ሰላም ምባላ ዋላ እንተዘይረበሸኒ ግን ነቲ ሒዘዮ ዘለኹ ዕላማ ከደናጉየኒ ይኽእል እዩ ብምባል'የ ገዲፈያ ዝኸድኩ። ደሓር ግን ተሓሰብኩሉ እዛ ሰብ ገለ ደልያትኒ እንተኾነትከ ክሕግዘካየ ምሳኻ ድማ ኣብ ስራሕ ምሳኻ ክኸውንየ እንተበለትኒ እንታይ ይፍለጥ ኢለ ናብኣ ክምለስ ጀመርኩ ልበይ መልክዓ ክዝክር ዘረባኣ ክዝክር ጀመረ ኣብቲ ሽዑ ሰዓት ኣነ ብሕጽረት ናይ ገንዘብ ሞባይል ክገዝእ ስለ ዘይከኣልኩ ሞባይላ ኣይወሰድኩን ንጽባሒቱ ከይደ ትማሊ ሶሪ ኣነ ከምኡ ዓይነት ኣተሓሳስባ ስለ ዘይብለይ እየ ብኸምኡ እየ ከኣ ቀልጢፈ ዝኸድኩ ኣብዚ ነገር እዚ ኣነ ሓድሽ እየ ክብላ እየ ኢለ ወሲነ ናብ ስርሐይ ተበገስኩ ኣብ ትሽዑ ሰዓት በዓል ኣይመጸትንን ብመንገዲ ግን ክትሓልፍ ከላ ክስቶ ሓፍተይ ኢለ ጸዋዕክዋ። ንሳ ውን በቲ መሳገሪ ዜብራ ጌራ ናባይ ድሕሪ ምምጻኣ። ከመይ ውዒልካ? ትማሊ ገዲፍካኒ እኮ ኬድካ። ሓፊርካ ኢኻ መስለኒ። ኢላ የዒንተይ ክሳዕ ኣነ ኣብ ጽፍረይ ዝኣቱ ጠመተትኒ። ኣነ ድማ በቲ ዝገበርክዎ ነገር ተሰሚዑኒ እወ ኣይትሓዝለይ ምስ ኣዋልድ ደለኒ ዝምድና ኣዝዩ ትሕት ዝበለ እዩ ምስ ኣወዳት እዩ ሓይለይ ምስ ኣዋልድ ተዛሪበ ኣይክእሎን እየ ብከምኡ እየ ከኣ ኣይትሕዘለይን ትኮን ግዲ ሕጂ ግና እንተ ኣላሚድክና ምስ ኣዋልድ ምዝራብ ክንጅምር ኢና ኢለ ጸወታ ዝመልኦ ቃላት ሰንደኩላ። እዛ ጓል ውን ኣይሓመቀትን ዋእ ኣጆካ ምሳይ ብፍላይ ተዛራቢካ ክትከውን ግዳ ሰዓት ክንደይ ኢካ ትውድእ ሰዓትካ ንገረኒ እሞ ኣነ ኣብዛ ድኳን ዝኾነ ነገር ሸማሚተ ክመጽእ። በለትኒ። ድሕሪ ሰለስተ ሰዓት ኣቢለ ክወድእ ምዃነይ ነገርክዋ። በቃ በል እሞ ብሓንሳብ ንምሳሕ ከመይ ትሪኦ? ካብ ገዛ ሕጂ ከኣ ኣቶቡስ ተሰቒልካ ካብ ትኸይድ ሕጂ ኣነ ኣብዚ ጥቓኻ ስለ ዘለኹ ብሓንሳብ ተመሲሕና እስኻ ሽዑ ገዛኻ ትኸይድ። ኢላ ለመነትኒ። ኣነ ነቲ ናታ ልመናኣ ዘይኮነ ነቲ ኣወጻጽኣ ቃላታን ነቲ መልክዓን ርእየ ተኣዚዘ። እምበር ከማይ ነቓጽ ሰብ ኣይነበረን። ስራሕ ድሕሪ ምውድኤይ ተታሒዝና ናብታ ዝበለትኒ ገዝኣ ሒዛትኒ ከደት። ከመይ ዝበለ ንብረትን ከመይ ዝበለ ገዛን'ያ ሒዛ? እዋእ ግን ካበይ ኣጥሪከዮ እዚ ኩሉ ንብረት ኢለ ኣቁሑታ ብዘሎ ኩሉ ናይ ገዝኣ ኣዒንተይ እንዳ ዘረ ክሓታ ጀመርኩ ንሳ ውን ኣይ ከምዚ ከማካ እኮ ሰራሕተኛ ኣይኮናን ግን ሓንሳብ ሓንሳብ ክርከብ ከሎ እቲ ስራሕ ጽቡቅ እዩ ግን መነባብሮይ ብኡ ኣይኮነን የሕዋት ኣለውኒ ኣብ ደገ እቲ ሓደ ኣብ ኣሜርካ እቲ ሓደ ከኣ ኣብ ፍራንስ እዩ ዝነብር ክልቲኦም ከኣ ገንዘብ ይሰዱለይ ብኸምኡ እየ ኸኣ መነባብሮይ ዝነብር ዘለኹ። ኢላ ኣፋ ኸፊታ ከተዕልለኒ ጀመረት። ጥዑም ምሳሕ ኣምሲሓ ኸኣ፣ ንዓ በል ሓንሳእ ኣብ ሳሎን ጎቦ ኹን፣ ኣነ ቡን ክገብር። በለትኒ። እዚ ኹሉ ኣቀባብላኣ ከመይ ብኸመይ እዩ? ትፈልጠኒ ድያ እዛ ጓል? ኢለ'የ ክሳዕ ዝድነቕ ዝኾንኩ። ኩሉ ኣኽብሮታ ስለ ዝረኣኹዎ ኣበይ ኽትፈልጥኒ? ኣብ ገለ ቦታስ ትፈልጥኒ'ኺ። ተዘይኮይኑ ከመይ ጌርኪ ኢኺ ንዓይ እዚ ኩሉ ኣኽብሮት ትገብርለይ ዘለኺ? ዘይትፈልጥኒ? በልክዋ። ንሰብ ኣብ ይረኽቦ ኣይበሃልን'ዩ። ሕጂ ኣነ ጽቡቕ ጌረልኪ ኣለኹ። ሓደ መዓልቲ ከኣ ንስኻ ኣብታ ኣነ ዝተጸገምኩላ ሰዓታት ከም ትሕግዘኒ ይፈልጥ'የ። ተዘይኮይኑ ደይ ኣብ ሰማይ ዝእከበለይ እንታይ'ኮን ከጭነቐሉ? ዋይ የዕርፍ ጥራይ! በለትኒ። ኣብዚ እዋን'ዚ ኣነ ነዛ ጓል እዚኣ ብዓይኒ ፍቕሪ ክጥምታ ዋላ እኳ ዘገድደኒ ነገር እንተሎ፣ ናብራይ ግን ናብዚ ህይወት እዚ ንኸይኣቱ እዩ ኣጊዱኒ። ናይ ጽሬት እንዳ ሰራሕኩ፣ ናይ ውልቃዊ ስርሐይ ከኣ ጌና ኣይዓበየን እዩ ዘሎ። ኣበይ ከነባብራ ኢለ እየ ሓዳር ክገብረላ? ኣበይ ከነባብራ ኢለ እየ ከ ኣፍቃሪተይ ንኽገብራ ክጽዕር? ኩሉ ተስፋ ቐቢጽኒ። ከም ሓዋ ንሳ'ውን ከም ሓፍተይ ኮይና ንክትጓዓዝ ንርእሰይ ዝኣመንክዎ ጥዑም ዝኾነ ግዜ የሕሊፍና ኣነ ንገዛይ ድኸደሉ ሰዓት ስለ ዝኣኸለ በሊ ኣነ ክገድፈኪ እዚ ኹሉ ስለ ዝገበርክለይ ብሰማይ ርኸብዮ ኣብ ካሕሳኺ ኸኣ የውዕለኒ ኢለ ተመሳጊነ ካብቲ ገዛ ክወጽእ ኢለ ማዕጾ ምስ ከፈትኩ ዋእ እንታይ እዚ ኹሉ ምስጋና ደኣ ገዛኻ እዩኮ እዚ ኣነ ከኣ ነለካ ኣብዚ ኣብ በይነይ እየ ዝነብር ሕጂ መተዓልልቲ ረኺበ ከለኹ በጃኻ ኤርትራዊ ብፍላይ ኣብዚ ቦታ ውሑድ እዩ ምልስ ምልስ በለኒ ኢኻ ኣማሙቐኒ ኢላ ተዛረበትኒ። ንሓደ ወልዋሊ መሬት ኣብ ትሕቲ ሰብ ኮይኑ ተገዚኡ ዝኸይድ ሰብ ከመይ ጌረ እያ ነዚ ሰብ እዚ ክተፍቅሮ ወይ ንዓ ምጻኒ ክትብሎ ትኽእል ደላ እንታይ ዓይነት ሕልና እንታይ ዓይነት ልቢ እዩ ዘለዋ ዋላስ ገለ ነገር ክትገብረን ስለ ዝደለየት እያ ኣነ እኮ እዞም ዓዲ ካብ ቀደሞም ኣይኣምኖምን እየ እዛ ጓል ውን ናቶም ልእኽቲ ክትኮን ትኽእል እንታይ ይፈልጥ ዎዎ ክጥንቀቕ ኣለኒ ኢለ እንዳ ሓሰብኩ ገዛይ እንታ ኣዋነይ ከም ዝበጻሕኩ ኣይተረዳኣንን ድሕሪ ሳልስቲ ግን ካብታ ናይ ጽሬድ ሰራሓላ ስራሕ ምስ ተፈደስኩ፣ ባናና ገለ ፍሩታታት ውን ሒዘላ ናብ ገዛኣ ከድኩ። ኳሕኳሕ ድሕሪ ምባለይ ደንጉያ ከፈተትኒ። ዋእ እንታይ ደኣ ተበጥሪምኪ ደኣ ናይ ደሓን? ኳሕኳሕ ኣቢላ ኣብ ዝኣኒ ሰዓት ምሉእ ክጽበ? ኢለ ኣጋኒነ ክዛረባ ጀመርኩ። ኣይ ኣጋናኒ እስኻ ከኣ እንታይ ሰዓት ምሉእ ደኣ ሕጂ እንዲኻ ክሳብ ካብ ዓራት ዝመጻካ? ንዓ ጥራይ ሱቕ ኢልካ እቶ በለትኒ። ገጻ ከም ቀደማ የለን። ኣፍንጫኣ ቀይሑ ኣብ ርእሲ እቲ ጻዕዳ ምዃና ሕብራ ኣፍንጫኣን እዝናን ኣዝዩ ቀይሑ ረኸብክዎ። እንታይ ደኣ እዝንኽን ዓይንኽን ዋላ ኣፍንጫኽውን እንታይ ኮይኑ ቀይሕ ኣሎ ተጸሊእኪ ድዩ በልክዋ ንሳ ከኣ እወ ጽቡቕ ኣለኻ ንእሽተይ ካቦም ትማል ኣትሒዘስ ንእሽተይ ኣጸሊኣትኒ ሕጂኻ ንዓኻ ክሸቅለካ ኣይደለኹን እምበር ብኸምይ እኮ ደንጌካ ካብዛ ዓራት ክወርድ በቃ እንታይ ዓይነት ክባደት ይትስማዓኒ ደሎ ኣይርዳኣንን እዩ ኢላ መለሰትለይ ብኡብኡ ካብቲ ሒዘዮ ጸናሕኩ ኣራንሺ ማንጎ ቆራሪጸ በልንኪ እስከ ኣራንሺ ፈውሲ እዩ ብልዕዮ ስቅልኪ ኢለ ቡን ከፍልሓላ እቲ ኣራንሺ ቆሪጸ ከኣ ከኾልሳን ጀመርኩ። ርእሰይ ሕጂ ደሓን ይኸውን ኣለኹ። ኣንታ ሕማምሲ ሰብ እዩ ዘድልያ ማለት እዩ'ታ? ኢላ ክትውድሰኒ ጀመረት። ካብቲ እዋን'ቲ ንንየው ኣነን ንሳን ድሕረ ባይታና እንታይ ከም ዝመስል ክንተሓታተት ከነዕልልን ጀመርና። ኣብዚ ግዜ እዚ ናተይ ዕላል ተጀሚሩ ስለ ዘይውዳእ ብናትኪ ደኣ ጀምርለይ ምስ በልክዋ፣ ንሳ፣ ኣቦኣን ኣዲኣን ኣብ ኣስመራ ከም ዝቕመጡ፣ እቶም ክልተ ኣሕዋታ ከኣ ከምቲ ዝነገረትኒ ሓደ ኣብ ፍራንስ እቲ ሓደ ከኣ ኣብ ካናዳ ኢዩ ዝቕመጥ። ብናይ ክልቲኦም ፋይናንስ ከኣ ከም ትነብር ነገረትኒ። ኣብዚ ሕጂ ሰዓት ከኣ ናብ ኣሜሪካ ፕሮሰስ ከም ዘለዋ፣ ሓዋ ኣብቲ ናይ መወዳእታ ናይ ቪዛ መስርሕ ከም ዝበጸሐ ተዳለዊ ይብላ ከም ዘሎ ነገረትኒ። ጥዑም ሰብሲ በቃ ኣይጽገምን'ዩ። ኢለ ከኣ ነቲ ናታ ዕላል ከመቓቕሮ ጀመርኩ። ዋእ እንታይ ማለትካ እዩ? መን ይፈልጥ ንስኻኸ ተመጻኻ ክሳብ ሕጂ እኮ ናትካ ኣይዕለልካንን። ናትካኸ ከመይ ድመስል? በለትኒ። ኣነ ደኣ ነለኪ ንሱዳን ሓንሳብ ብእግረ ይመጻ ሓንሳብ ብመኪና ይመጻ ንኬንያ ከኣ ነለኪ ከም ሸፋቱ ኮይና እያ መጺና። እምበር ድኸፈልናዮ ደውፃናዮ ወፃኢታት ወልሓንቲ የብልናን ምስቶም ኣዕሩኽትና ፅግዕ ኢልና ምስቶም ሰብ ሳራት ከዓ እንዳተመሳሰልና ኢና መፂና ኣብ ደገ ከዓ ፕሮሰስ ዝገብረልና ሰብ ወልሓደ ሰብ የብለይን እቶም ቀንዲ ኣዕሩኽተይ ከዓ ኣብ ኣስመራ እዮም ዘለዉ ኢለ ከዕልላ ጀመርኩ ስድራኻ ከ በለትኒ ብዛዕባ ስድራይ ነዊሕ እዩ ታሪኹ ግን ከሕፅረልኪ ኣነ ኣብ እንዳዘኽተማት እየ ዓብየ ወለደይ ኣይፈልጦምን'የ ምስ በልክዋ የዒንታ ንብዓት ክቋጽር ካብቲ ዝነበረቶ ተሲኣ ከኣ ናብ ሽቓቕ ኣትያ ክትበኪ ጀመረት። ብድሕሪኡ ናባይ ተመሊሳ ኣይትሓዘለይ ሕማቕ ነገር ኣዘኻኺረካ ምሽ? በለትኒ። ዋእ ንዒ በጃኺ ዘይኮን ዘረባ ኣይትዛረቢ ንተሓታተት ኣይኮናን ዘለና ኣነ ምሽ ናትኪ ሓይተኪ ንስኺ ከኣ ናተይ ክትሓትኒ መሰልኪ'ዩ። ኣይትሓዘለይ ዝብል ቃል ኣጥፊኣ ካብ ሕጂ ጓኖት ኣይኮናን እኮ ሃይስኩል ምስ ወዳእኩ እየ ናብዚ ኬንያ መጽየ ሂወተይ ክልውጥ ዝሓሸ ነገር ከኣ ክፈጥር ስለ ዝደለኹ ውልቃዊ ክሰርሖ ዝኽእል ሞያ ኣለኒ ንዑ ከዕብየ ኢለ መጽየ ናብዚ ንኬንያ ምስ ኣተኹ ኣብ ካልኣይ ዓመት እየ ነዛ ሓፍቲ እዚኣ ዝረኽባ ዘለኹ። ካብዛ ድሕረ ባይታና ዝተሓተትናላ ዕላልና ዝጀመርናሉ ግዜ ኣትሒዝና ከኣ ንልዕሊ ሰለስተ ዓመት ተጓዓዝና። ኣጋጣሚ ከኣ እቲ ናታ ቪዛ ኣብቲ ጥዑም ናይ ፍቕራዊ መንገዲ እንከለና መጻ። ኣዝየ ተሓጎስኩ፣ ንሳውን ኣዝያ ተሓጎሰት። ግን ከምቲ ናተይ ሓጎስ ኣይኮነትን ዝተሓጎሰት፣ ምኽንያቱ ንዓይ፣ ገዲፋትኒ ትኸይድ ከም ዘላ ይርደኣካ ኣሎ ድዩ ንዓኻ እኮ ገዲፈካ ይኸይድ ኣለኹ ሕጂ ብዘይ ብኣኻ ከመይ ጌረ እየ ኣነ ኣሜርካ ኣሜርካ ኮይና ክትስምዓኒ ኢላ እንዳ ጉረምረመት እያ ጉዕዞኣ ኣኺሉ ናብ ኣሜርካ ዘፋነኹዋ ብሞባይል እንዳ ተደዋወልና ከኣ ንልዕሊ ሰለስተ ዓመት ሕጂ ውን ጸናሕና ነቲ ኣብ ኣሜርካ ዝነብር ሓዋ ከኣ ለሚና ለማሚና ንኬንያ ክኸይድ ከም ዘለኒ ኣብኡ ሓደ ብሉጽ ሰብ ገዲፈ መጺኣ ኣለኹ፣ በጃኻ ንዑ ከይከስሮ ኢላ ትዛረቦ ከም ዘላ ብሞባይል ብዋትስ ኣፕ ቮይስ መመሊኣ ትሰደለይ ነበረት። ከምዚ ከኣ በለትኒ፣ ኣነ ንሓወይ ክነግሮ'የ፣ ብዛዕባይን ብዛዕባኻን እቲ ተመሲሪቱ ዘሎ ዝምድና ክነግሮ'የ። ኣነ ንስኻን ከኣ ሓዳር ጌርና ሰላምና ንርኢ፣ ናብዚ ከማን የምጽኣካ። በለትኒ። ጽቡቕ ኮይኑ ስለ ዝተራእየኒ ሕራይ ስድራኺ ጥራይ ይቀበልዎ እምበር ኣነ ደኣ እንታይ ይብል ኣንቲ ብርኽቲ ኢለ ከም ቀደመይ ከጻውታ ጀመርኩ። የሕዋታ ተቐቢሎማ ሓፍትና ናትኪ መርዓ ደኣ እምበር ዋእ ከምዚኣ ኢልኪ ኣሪግኪ ደኣ እሞ ከመይ ጌርና ክንክእሎ ንዒ ደኣ ውላድኪ ርኢና ኢሎም ክደፋፍእዋ ከም ዝጀመሩ ነገረትኒ። ድሕሪ ንውሕ ዝበለ ዓመታት እዛ ኣፍቃሪተይ ካብ ኣሜርካ ናብ ኬንያ ይመጽእ ኣለኹ ኢላ ነገረትኒ። ብዘሎ ምቅርራባት ቀራሪበ ክቕበላ ኢለ ናብቲ ኤርፖርት ከድኩ። ካብቲ ዝነበረቶ ኣዝያ ጻዕድያ በቃ ዲያስጶራ'ያ መሲላ። ናብቲ ዝነብረሉ ዝነበርኩ ገዛ ከኣ ሒዘያ ከድኩ። ብዛዕባ ናይ መርዓና ከኣ ክንሓስብ ጀመርና። ብዙሕ ቦታ ደላሊና እቲ ናይ መርዓ ቦታ ክኸውን ዝግብኦ ክንደላሊ ክንገዛዝእ ኣነ ከኣ ምስ ኣሕዋታ ዘለኒ ዝምድና ከደልድሎ ጀመርኩ ክልቲኦም ኣሕዋታ ካብ ደገ መጺኦም ከኣ ተመርዒና ንሳ ናብ ሃገራ ተመልሰት ድሕሪ ዝተወሰኑ ዓመታት ከኣ ንዓይ ፕሮሰስ ጌራ ኣብ ዝሓጸረ እዋን ከምተእትወኒ ተስፋ ሂባትኒ ስለ ዝነበረት ቀልጢፋ እያ ስሒባትኒ። እዋይ ዛኣምላኽ ናይ መከራ ዘመነይ ኣብቂዕለይ ኢለ ከመስግኖ ነዛ ኣፍቃሪተይ ሕጂ ከኣ በዓልቲ ቤተይ ዝኾነት ኣመስጊነ ኣይጸግባን እየ። ክልቴና ስራሕ ጀሚርና ኣነ ከምታ ዝኣትዋ ዝነበርኩ ስራሕ ኣብ ኬንያ ናይ ንግሆ ስራሕ ረኺበ ንሳ ከኣ ለይታዊ ስራሕ ረኺባ፣ ምርኻብና ሓንቲ ሰዓትን ፈረቓን ክትከውን ጀመረት። ካብ ከምዚ ኣነ ስራሕ ናይ ንጎን ናይ ምሸትን ክሕዞ'የ፣ ንስኺ ግን ኣብ ገዛኺ ኮፍ ኢልኪ ወረ ሓዳርኪ ግበሪ ኢለ ነዛ በዓልቲ ቤተይ ከተዕርፍ ነገርክዋ። ኣምላኽ ኣቕኒዕለይ ካልኣይ ስራሕ ድሕሪ ምርካበይ እዛ በዓልቲ ቤተይ ካብቲ ትሰርሖ ዝነበረት ኮፍ'ያ ዝበለት። ተመርዒና ልክዕ ሓደ ዓመት ምስ ገበርና፣ በዓልቲ ቤተይ ጥንስቲ ናይ ክልተ ወርሒ ከም ዘላ ነገረትኒ። ኣዝየ ተሓጒሰ። ቀዳማይ ውላድና ከኣ ሓቖፍና። ህይወተይ እንዳጠዓመ'ዩ ከይዱ። ካብ ናይ ዝኽትምና፣ ካብ ቆራሪ፣ ካብ ንፋስ ዝኣተዎ ህይወት ኣዝያ ማሙቕ ዝኾነት በዓልቲ ቤት ጸሓይ ኣብ ማእከል ገዛይ ተኺሉ ኣምላኽ በቃ ነቲ ናይ ሙቐት ኣካላተይ ክመልሶ ስለ ዝፈተወ ኩሉ ሳዔ ሕጂውን ምእታወይን ምውጻኤይን ዘመስግኖ ነቲ በይኑ ዝነበረ ብዙሕ ከም ዝገብሮ ሕጂ'የ ፈሊጠ። ኣብ ሳልሳይ ዓመትና እዛ በዓልቲ ቤተይ መሊሳ ጠነሰት። ምንኣስ እዚ በዅሪ ከኣ ጓል ተዋህበትና። ኣብዛ ካልኣይቲ ጓለይ ዝተወልደትሉ እዋን ኣብ ሓምሻይ ወርሓ ኣነ ንስራሕ ብመኪና እንዳኸድኩ ከለኹ ሓደ ክንዲ በዅሪ ወደይ ዝኸውን ኣብ ሓደ ኣንጎሎ እሞ ኸኣ ኣብቲ ሽዑ ሰዓት በረድ ዝነበረሉ ግዜ ተጸጊዑ ኮፍ ኢሉ ቀጥቀጥ ክብል ረኣኹዎ። ካብ መኪና ወሪደ ንዓዝ ወደይ ንዓ ኣብዚ መኪና እቶ ኢለ ኣብ መኪና ኣእተኹዎ። እዚ ቆልዓ ቁርብተይ ኣብኣ ተዝጸንሕ በሪዱ ምሞተ ነይሩ። ብውሽጢ ዝተኸድኖ ክዳን ኣይነበሮን። እቲ ብላዕሊ ገይሩዎ ዝነበረ ኸኣ ንቁሪ ክከላኸል ዘይክእል እዩ። ስራሕ በጺሐ ክሳዕ ዝምለስ በጃኻ ኣብጽንሓኒ ቀትሪ ሒዘካ ክምለስ'የ ንገዛ ኢለ ከኣ ብኢንግሊሽ ኣረዳእክዎ መግቢ ገዚኤ ንዑ ደማሙቕ ክዳውንቲ ገዛዚኤ ከኣ ከዳዲነዮ ከድኩ ኣብታ መኪና ክጸንሓኒ ከም ዘለዎ ኣጠንቂቐዮ ፊኒስትራ ከፊተሉ ከድኩ እዚ ቆልዓ ከምቲ ዝበልክዎ ኣነ ስራሕ ሰሪሐ ክሳዕ ዝምለስ ኣብቲ መኪና ደቂሱ ጸንሓኒ። ኣዝዩ ከብደይ በሊዑኒ ዋላ እኳ ጻዕዳ ይኹን ስድራኻ ኣበይ ኣለዉ እንተበልክዎ ስድራይ ኣነ ኣይፈልጦምንየ ግዳም ንሓደር ኮይነየ ዝነብር ንዓኻ ኸኣ ቴንኪው ከይበልኩኻ ኣብዛ በረድ ኣነ ተቐፍቂፈ በቃ ምሞትኩ በለኒ ከብደይ መመሊሱ መዓንጣይ ኩሉ ነገረይ ክጋማጠል ጀመረ ሒዘዮ ከኣ ንገዛ ከድኩ። በዓልቲ ቤተይ ቅድም ዋላ እኳ እንተ ሰንበደት፣ ደሓር ግን ኮፍ ኣቢለ ኣረዳእኩዋ፣ እዚ ቈልዓ ኣዝዩ ኣዝዩ ንሞት ቀሪቡ እዩ ረኺበዮ፣ ወለዲ ከኣ የብሉን። ሕጂ ንሕና ንመንግስቲ ሓቢርና ኣብዚ ምሳና ከም ዝዓቢ ክንገብር ኢና። በልኩዋ። በዓልቲ ቤተይ እውን ሕራይ ጽቡቕ! ኣነ ደኣ ከምዚ ነገር ብጣዕሚ እየ ድፈቱ፣ ትፈልጠኒ እንዲኻ። በለትኒ። ናብ ምምሕዳር ናይቲ ንነብረሉ ዝነበርና ከተማ ኬድና ከኣ፣ እዚ ቆልዓ ንሕና ወለዱ ኮይንና ክነዕብዮ ከም ንኽእል ነገርናዮም። ኩሉ ድሕረ ባይታ ናይቲ ቆልዓ ድሕሪ ምጽላይ ከኣ ፍቓድ ወረቐት ሃቡና። ምስ ደቀይ ከይወዳደርኩ፣ ልክዕ ከም ወደይ፣ ከም ዓቢ ወደይ ገይረ ከዕብዮ ጀመርኩ። ወደይ ወዲ ዓሰርተ ክልተ ምስ ኮነ ከኣ፣ እቲ ጻዕዳ ቆልዓ መንነቱ ከፍልጦ ጀመርኩ እዚ ሕጂ ሓውካ እዩ ዋላ ሽሕ ግዜ ካባና ኣይወለድ ግን ኣቦን ኣደን የብሉን ኢለ ብትግርኛ ከረድኦ ጀመርኩ ኣዲኡ ከኣ ኣጸቢቃ ከተረድኦን ንዘክተማት ኣምላክ ከምዚ ግበሩ እንድዩ ዝብል ጽቡቅ ግበሩ እዩኮ ዝብል ኣምላክ ንዘኽታማት እለዩ ንዘኽታማት ጽላል ኩኑ እንድዩ ዝብል ሕጂ ከኣ ፍቃድ ኣምላኽ ኢና ንፍጽም ዘለና ዝወደይ ሓደራኻ ሕማቅ ቃል ከይተውጽኣሉ። ኢልና ክልቴና ኣነን ኣዲኡን ኮይና መኺርናዮ ኢና ዝኸድና። ድሕሪ ሰሙን ግን እዚ ከነዕብየልና ዘምጻናዮ ቆልዓ ትምህርቲ ምኻድ ገዲፍዎ ኣብ ገዛ ኮፍ ክብልን ኣብ ኣፍደገ ኮይኑ ንዓይ ከኣ ክጽበየንን ኢዩ ዝጀመረ እዚ ብተኸታታሊ ንሰለስተ መዓልቲ ምስ ረኣኹዎ ኣነ ክመጽእ ከለኹ ጥራይ ድኣቱ? እዋእ ዘይነገርካኒ ነገር ኣሎ ድዩ? ዝሓባእካለይ? እንታይ ኾንካ ገዛ ምእታው ገዲፍካያ ኣለኻ? ኣነ ክመጽእ ከለኹ ጥራይ ትኣቱ ኣለኻ? ኢለ ክዛረቦ ጀመርኩ። ናቲንግ፣ ዋላ ሓንቲ ኣይኮንኩን፣ እንዳበለ ብእንግሊሽ እዩ ድመለሰለይ። እዋእ ዋላ ሓንቲ ተዘይትኸውን እሞ ኣብ ኣፍደገ ጥራይ ክትጽበየኒ? ተዓዚበካያኮ፣ ሰሙን ሙሉእ ኢኻኮ ከምኡ ጌርካኒ ደለኻ። ኢለ ምስ ተዃተኽኩዎ እወ ባባ ኣነ ሓደ ነገር የጋጥመኒ ኣሎ ድሕሬኻ እዚ ምንኣስ ሓወይ ኣቦይ ልዕሌኻ ኮናዐ ይፈትወኒ ትለለኻ እዚ ኮናዐ ኣቦይ ኣቦኻ ከ ኣበይ ኣሎ እስከ ኣርእየኒ እንዳበለ ምስ ሓፍቱ ኮይኑ የባጭወሉን የጉባዕባዓሉን ከም ዘሎ ኣምሪሩ እንዳበኸየ ክነግረኒ ጀመረ ኣዲኡ እዚ ኹሉ ነገር ኣይትፈልጥንያ ንበዓልቲ ቤተይ ከይደ ቀስ ኢለ ኸኣ እዚ ቆልዓ እንታይ እዩ ዝብሎ ዘሎ ነዚ ከነዕብየልና ዘምጻናዮ እኮ ስድራ ከም ዘይብሉ እዩ ደዘክሮ ዘሎ እስኻ ዘኽታም ኢኻ ይብሎ ኣሎ ኣቦይ ከምዚ ይመስል ኣቦኻ እንታይ ይመስል ደይንፈልጦ እስኻ እኮ ካብ ገለ ኢኻ መጺኻና እንዳበለ ብዙሕ ሕማቕ ዘረባ ይዛረቦ ኣሎ ኣይትሰሚዕን ዲኺ ዘለኺ ንስኺ ዓገብ ዘይትብልዮ ኢለ ክቋየቓ ጀመርኩ እንተኾነ ግን ካብዛ ሕጂ ኣነ ድዛረባ ዘለኹ ደኣ እምበር ካብ ኣፍ እቲ ጻዕዳ ቆልዓን እቲ ቀንዲ ወድናን ከም ዘይረኸበቶ ክትምሕለለይ ጀመረት። ሸንሸዑ ናብዚ ወደይ ከይደ ብዛዕባ እዚ ቆልዓ ትዛረቦ ዘለኻ ስነ ስርዓት ትገብር ኣይኮነን ኣነ ክጸልኣካ'የ ዋላ ሓንቲ በደል ደይብሉ ቆልዓ በደል ከም ዘለዎ ጌርካ ትዛረብ ኣለኻ እንታይ ጌርካ እንታይ በዲልካ ኢለ ምስ ሓተትክዎ ካብ ወዲ ዓሰርተ ክልተ ዓሰርተ ሰለስተ ዓመት ዘይጽበዮ ቃላት እዩ ክዛረበን ጀሚሩ። ባባ ሓደ ነገር ክነግረካ ጠባይ ናይዞም ጸዓዱ ትፈልጦ ዲካ ንስካ እዚ ወዲ ኣብዚ ዘሎ እኮ ከምዞም ሕጂ ንሕና ንርእዮም ዘለና ገይ ወይ ካልኦት ዓመጽቲ እንድሕር ኮይኑ ንሓፍተይ እንድሕር ዓሚጽዋ ኣነ እንታይ ክገብር ይክእል ንዓይ ከ መሊሱ እንድሕር ዓሚጽኒ እንታይ ክገብር ይክእል እንድሕር ቀቲልኒ ከ ኣነ ኣብዚ ቤት ትምህርቲ ክከይድ ከለኩ ብዙሕ ትምህርቲ እየ ዝመሃር ብፍላይ ጸዓዱ ዝገብሮ ኣብዚ ቤትትምህርቲ ባባ እስኻ ስለ ዘይረኣኻዮም እንዲኻ ደሓን ባባ ኢሉ ኮርፈፍ ኮርፈፍ እናበለ ተዛረበኒ። ካብኡ ድዩ ዝወጽእ ዘሎ እዚ ቃል ዋላ ካብ ካልእ ሰብ'ዩ ድንጽው ኢልኒ ዝወደይ ካልእ ሕማቕ ቃላት ኣይተውጽእ ሕማቕ ሓሳብ ከኣ ኣይትሕሰብ እዚ ቆልዓ ከምኡ ኣይገብርን'ዩ ከምኡ ተጌሩ ከኣ ኣነ ባዕለይ ድቕጽዖ ስለዚ ንሕና ኣምላኽ ዝፈትዎ ነገር ኢና ንገብር ዘለና ዘኽታም ኮይኑ ረኺብናዮ ንሕና ከኣ ኣቦን ኣደን ንኾኖ ኣለና ኢለ እየ ክሳብ ሕጂ ዘጸናንዕ ቃልን መዓዲ ዝኾነ ሓሳብን እንዳ መረጽኩ ድዛረቦ ዘለኹ የሕዋተየ ዝገብሮ ጨኒቕኒ ኣነ ነዚ ቆልዓ መሊሰ ናብቲ ዝነበሮ ቦታ ክመልሶ ሕልናይ ኣይፈቕደለይን እዩ ነዚ ቦኽሪ ወደይ ክእዘዞ ከኣ ብግድነት እዩ ምክንያቱ ክእዘዘኒ እንተ ኮይኑ ኣነ ምእዛዝ ቅድም ከርእዮ ኣለኒ እንታይ ከም ዝገብር ጠፊእኒ ኣሎ ሰዚ ኣሕዋተየ በጃኩም ምክርኩም ግደፉለይ ጽን ኢልኩም ስለ ዝሰማዕኩምኒ የቀንይለይ እዚ ነገር እዚ ኣነን በዓልቲ ቤተይን ድቃስ ኣስኢንና እዩ ዝርከብ ዘሎ።